ስመይ ኣበበች ይበሃል። ኣብ ከተማ ኣዲስ ኣበባ ምስ ዝፈትዋ ሓፍተየ ተፀጊዐ ዝነብር ዘለኹ። ገጠር ኣብ ዘላ ንእሽተን ከተማ ተወሊደ ዝዓበኹ እንትኸውን ናብ ኣዲስ ኣበባ ዝመፃኹሉ ምኽንያት ትምህርተይ ንምቕፃልን ሰሊና ሓፍተይ ኣብ ስራሕ ኣምስያ ስለትመፅእ ናይ ገዛ ስራሕቲ ንምሕጋዝን እዩ ነይሩ ካብ ዝመፅእ ነዊሕ ዓመታት ኣቑፂረ ኣለኹ ሰሊና ሓፍተይ ቅድሚ ኣነ መምፀይ ምስ በዓል ገዝኣ ጥራሕ እያ ትነብር ነይራ ኣነ እንትውሰኾም ግና ሳልሰይቶም ኮይነ ካብ ትምህርቲ ናብ ገዛይ እናበልኩ የውግሓን የምስያን ነይረ ክሳብ ዝኾነ እዋን መዕባይ ሓፍተይ ምስ በዓል ገዝኣ ወጋሕታ ምስ ተራኸቡ ኣጋ ድቃስ ምሸት ሰዓት ክልተ እዮም ዓይኒ ንዓይኒ ዝረኣኣዩ። ምክንያቱ በዓል ገዝኣ ግዛቸው ኣብ ስራሕ ሙሉእ መዓልቲ ውዒሉ ሰዓት ዓሰርተ ክልተ ገዛ እንትኣቱ ንሳ ድማ ካብ ስራሕ ሰዓት ክልተ ምሸት እያ ንገዝኣ ትኣቱ። ሰሊና ሓፍተይ ምስ በዓል ገዝኣ ባህጊ ቆልዓ ስለ ዘለዎም ብዙሕ ግዘ ፈተነ ጌሮም እዮም። እንተኾነ ግና ናይ ዓራት ፈተንኦም ህፃን ከሕቆፎም ብዘይምኽኣሉ ናብ ናይ ግሊ ሕክምና ብምኻድ እንታይ ከም ዝኾነ ምኽንያቱ ንዶክተር ሓተቱ። እቲ ምርመራ ዝገበረሎም ዶክተር ብልሓት ዝተመልኦ ሰብ ስለ ዝነበረ ፈለማ ንኸይጋደፉ ሓደ ቃል ከእቶም ሓተቶም። ንሶም ከዓ ብኣዘራርባት ዶክተር እናፈርሑ ቃል ተኣታተዉ። እቲ ዶክተር ቃል ዘተኣታተዎም ሓዳሮም ንኸይፈርስ እቲ ሓደ ነቲ ሓደ ንኸይገድፎ ከምኡ እውን ካብ ክልቲኦም ሓዲኦም መኻናት ስለ ዝነበሩ እዩ። እቲ ዶክተር ሓዲኦም መኻናት ምዃኖም እንታይ ነጸረ እንትነግሮም እናተባኸዩ ኣነ እንተኾይነ ከይትጠልመኒ ንስኻ እንተኾይንካ እውን ኣይጠልመካን ተባሃሂሎም ካብ ቃል ኪዳን ሓዳሮም ንሳልሳይ ግዘ ቃል ተኣታተው። ዶክተር መን ክወልድ ከም ዘይኽእል መን መኻን ምዃኑ እንትነግሮም ዓባይ ሓፍተይ ሰሊና ክትወልድ ከም ዘይትኽእል ፈለጠት። እዚ ኩሉ እውን ሓፍተይ እያ ነጊራትኒ። በዓል ገዝኣ ሃፍታም፣ ምልኩዕ፣ ጽቡቕ መንእሰይ ብምዃኑ ኩሉ ግዘ ምስኡ ብትርኤን መሳርሕቱ ኣዝያ ትቐንእ ነይራ። ካባይ ወፃኢ ንኹለን ደቂ ኣንስትዮ ትጠራጠረን እያ። ምሸት ምሸት ንገዛ ካብ ስራሕ ምስ ተመለሰት ንዓይ ናብ ላዕሊ ደረጃ ብምውፅኣ ኣብ ቀትሪ መን መፂኡ ከም ዝነበረን በዓል ገዝኣ ጓል ኣንስተይቲ ሒዙ መፂ ነይሩ ድዩስ ዋላስ እንታይ ሕቶ ተሓተኒ። ሓደ እዋን እዩ ኣብ ገዛ ናይ ለይቲ ክዳነይ ብምግባር ቁርሲ እንትቕርብ ግዛቸው ዓይኒ ዓይነይ ክርእየኒ ጀመረ። ብነገራቱ ተገሪመ ከዓ ከንፈረይ ብምጥዋይ ናብ ስርሐይ ኣተኹ። ሽዑ መዓልቲ ዘይልማዱ ኣምጺኡ። ግዛቸው ኣብ ዘይሰዓቱ ኣብ ምሳሕ ግዘ ንገዛ መጸ እሞ ኣነ እውን ሰንቢደ እንታይ ከም ዝተፈጠረ እንትሓቶ ምንም ከም ዘይተፈጠረ ነገረኒ። ኣጥዋተይ እናጠመተ ናባይ እንትቀርበኒ ኣነ እውን ንድሕሪት እናረሓኩ ናብ መንደቅ ተጸጋዕኹ እሞ ገዲፉኒ ናብ ሳሎን ኣተወ። ኣብቲ ሰዓት ልበይ ዝተሰምዐኒ ፍርሓት ከምዙይ ኢለ ክገልፅ ይኸብደኒ እዩ። በቲ ዝተፈጠረ ዝነበረ ነገራት ግራ እናኣተወኒ ኣነ እውን ተኸቲለዮ ሳሎን ሓሊፈ ናብ ሰርቪስ ኣተኹ። ንሱ ግና ኣብ ሳሎን እግሩ ኣመሓሊፉ ክሳብ ዝኣቱ እዩ ዝርእየኒ ነይሩ። ካብታ ዕለት ንሳ ጀሚሩ ድማ ምሳሕ ሰዓት ኣዘውቲሩ ናብ ገዛ ክመጽእ ጀመረ። ካብ ዕለት ናብ ዕለት ኣባይ ብዝገብሮ ዝነበረ ኣመለኻኽታ ካባይ ዝኾነ ነገር ከም ዝደሊ ይርድአኒ ነይሩ እዩ። ብኸመይ እንተልኩምኒ ድማ እቲ ቅድሚ ሕዚ ዝነበረ ፍቃር እየ ቅድሚ ጾታዊ ርክብ ምግባርና ዘርእየኒ ዝነበረ ስምዒታት ኣብ ግዛቸው ስለ ዝሪኦም ዝነበርኩ እዩ። ሽዑ ከዓ ይገርመኒ ነይሩ ምክንያቱ ዓርሳ ክሳብ ዝጠፍእ እተፍቅሮ ሰለይና ሓፍተይ ገዲፉ ንዓይ ምጥማቱ ቁመና መልክዐይ ጥራሕ ኣገሪምዎ ከም ዘይኮነ ተረዲኡኒ እዩ እቲ መዓልቲ ሶን እዩ ዝነበረ ግዛቸው ንሰሊና ናብ ስራሕ ሰኒዋ ናብ ገዛ ተመሊሱ ናብ ክፍሉ ዝጸወዐኒ። ኣነ እውን ጻውዒቱ ተቐቢለ ናብ ክፍሎም ብምኻድ እንታይ ከምጸኣልካ ዝበልክዎ። እንተ ንሱ ግና እቲ ዘምጸሉ ካብ ደገ ዘይኮነስ ምሳይ ዘሎ ነገር ምዃኑ ብኢደይ ስሒቡ ናብቲ ዓራት ኮፍ ኣበለኒ እሞ እዚ ተዛረበኒ። ኣነ ግና እንታይ ከም ዝገብር ዘሎ ሓቲተዮ ነይረ ንሱ ግና ኣነ ክዛረብ ከም ዘየፍቅደለይ ንክሰምዖ ጥራሕ ከም ዝፀወዐንን ትነግረኒ ኣነ እውን ሓሳቡ ተቐበልክዎ ሽዑ ስለ ናቱን ስለ ሰሊና ሓፍተይን ክዛረበኒ ጀመረ ወለዱ ብሓዳር ክልቲኦም ሕጉሳት ስለ ዘይኮኑ ክፋትሑ ከም ዘለዎም መዓልቲ መዓልቲ ብስልኪ ይጭቕጭቕዎ ከም ዘለዉ ነገረኒ። እዚ ዝገብሮ ድማ ሓፍትኺ መኻን ብምዃና እዩ ክብል እናማረረ ተዛረበኒ። ኣነ እውን ስለዚ ጉዳይ ንዓይ ስለምንታይ ትነግረኒ ኣለኻ እንትብሎ ኩሉ ነገር ክህበኪ መላእ ሓፍተይ ከውርሰኪ ንሓፍትኺ ፈቲሐ ንዓኺ ክምርዐወኪ በለኒ። ብስንባደ ኸዓ ገዲፈዮ ብፍጥነት ካብ ክፍሎም ወጻኹ። ንሱ እውን መኪንኡ ሒዙ ንስርሑ ከደ። ሰሊና ሓፍተይ ኣብ ስራሕ ነይራ ምስ መጸት ድራር ከምጽእ ናብ ሰርቪስ እንትኸይድ ደድሕረይ መጺኡ ኣብ ሰርቪስ ክልቲኡ ኢደይ ሒዙ እናዋግዐኒ እንተሎ ሰሊና ሓፍተይ ብድንገት ረኸበትና። ብስንባደ እውን ኢደይ ሰደደኒ። ነዚ ዝረኣየት ሰሊና እናኽመስመሰት እንታይ ንገብር ከም ዘለና እንትትሓቶ ኢደይ ናይ ጋዝ ምድጃ ከም ዘንጸለለወንን ሰንቢዱ ይደርዘለይ ከም ዝነበረን ኣብራህሪሁ ግዛቸው ዓይኑ ኣፍጢጡ ነገራ። ንሳ እውን እናሰሓቐት ስለምንታይ ተብራህርሀለይ ኣለኻ ብምባል ናብኡ ቀሪባ ሓቆፈቶ። ግዛቸው ካብ ግዘ ናብ ግዘ ኣባይ ዘለዎ ስምዒት እናበርትዖን ትኸይድ። ካብታ ካብ ስራሕ ናብ ገዛ ካብ ዝምለሰላ ሰዓት ጀሚሩ ንኣይ ክልምን እዩ ዘምሽ ዝነበረ። በዚ ነገር ከዓ ብርግኣቱን ብስብእነቱን ኣነ እውን ክርድኦ ጀመርኩ። ሓደ እዋን እዩ ካብ ስራሕ ተመሊሱ ገዛ እንትኣቱ ከምቲ ናይ ፈለማ መዓልቲ ናብ ክፍሎም ጸወዐኒ። ኣነ እውን ብጻውዒቱ ደስ እናበለኒ ኣቐዲመ ናብ ክፍለይ ብምእታው ንቐርቦተይ ሎሽን ብምቕባእ ንኽዳነይ ጨና ንስንስ ኣቢለ ክዳን ለይተይ ገይረ እናጎየኹ ናብቲ ክፍሎም በጻሕኹ። ምስ ረኣየኒ እናኽመስመሰ ናባይ ብምቕራብ ምንም ሕቶ ከይሓተተ ክዳነይ የውፀለይ። ኣነ እውን ምንም ክብሎ ኣይከኣልኩን። ብኣንጻሩ ውሽጠይ ሓጎስ ወሪርዎ ስለ ዝነበረ ምስኡ ናብ ዓራት ደየብኩ። ካብቲ ሕሉፍ ዝገብሮ ዝነበርኩ ርክብ ዝያዳ ደስ ዝብል ነይሩ። ምኽንያቱ ኣመና እዩ ዘርክዐኒ ዝነበረ። ካብታ ዕለት ንሳ ጀሚርና ካብ ሰዓት ዓሰርተ ክልተ ክሳብ ክልተ ሰዓት ናይ ምሸት ከም ናይ ክልተና ግዘ ጌርና ፈለናዮ። ሰሊና ሓፍተይ ቅድሚ ኣነ ምምጸይ ሰራሕተኛኣ ዝነበረት ብኸምዚ ፈሪሓያ ኣባሪራታ ነይራ። በዓል ገዝኣ ንሳ መኻን ስለ ዝኾነት ብምኽንያት ውላድ ምስ ሰራሕተኛኣ ከይድቅስ ትፈርሕ ስለ ዝነበረት እያ። ኣይተጋገየትን ነይራ። ንሳ ንዓይ ሓፍተይ ኢላ እንትትኣምነኒ ኣነ ግን ብስምዒተይ ተሰሓሒተ ምስ በዓል ገዝኣ ዘሜ ንሳ ካብ ንቡር ዝነበረ ፍቕራ ብኢሳ እንትተፍቅሮ ኣነ እውን ካብ ኣብ ላዕሊ ኣፍቂረዮ ብናይ ውላድ ሓረርታ ቃሉ ዘፍረሰ በዓል ገዝኣ ቀትሪ ምሳይ ምሸት ምስኣ እናባረየ ሓደ ወዲ ንክልተ ኣሕዋት ብጾርታዊ ርክብ የጻውተና ኣሎ ኣነ ንኡ ገዲፈ ክነብር ኣይክእልን ግና ኸኣ ሰሊና ሓፍተይ በዓል ገዝኣ እንተደኣ መንጢለያ ብሂወት ሓንቲ መዓልቲ ኣይትጸንሕን እያ። ኣሕዋተይ ብስምዒተይ ተታሊለ ናብ ገደል ጸዲፈ ግና ኸኣ መውጽኢ ስኢነ መሰላል ክኾነኒ ማዕዳኹም ክትቡኒ ይምሕጸነኩም ኣለኹ። በጃኹም ናይ ማኪ ሚድያ ተኸታተልቲ ምኽርኹም ንዓይ ስለ ዘድልየኒ ኣብ ናይ ኮመንት መፅሓፍ ቦታ ምኽርኹም ግደፉለይ። ሰላም ሰላም ናይ ማኪ ሚድያ ተኸታተልቲ፣ ንሎሚ ሒዘልኩም ቀሪበ ዝነበርኩ ነዚ ይመስል ነይሩ። ነዚ ቻናል ሓደሽቲ እንድሕር ደኣ ሃሊኹም ሳብስክራይብ ብምግባር ነታ ናይ ደወል ምልክት ብምንካእ ናይ ቻናልና ተኸታተልቲ ክትኾኑ ንላቦ። ኣብዚ ቻናል ሓሳብ ርእይቶ እንተ ደኣ ሃሊኩም ኣብ ናይ ኮመንት መፅሓፍ ቦታ ሓሳብ ርኢቶኹም ክትገድፉልና ትኽእሉ ኢኹም። ዛንታኹም ናብዚ ቻናል ክቐርበልኩም እትደልዩ ሰባት እንተደኣ ሃሊኹም ከተዘራርቡና ትኽእሉ ኢኹም። ብቐጻሊ ብኻሊእ ዛንታ ብኻሊእ መደብ ክሳብ ንራኸብ ሰሰናይ ንኹላትና። ክሳብ መወዳእታ ምሳና ስለ ዝጸናሕኹም ክብረት ይሃበልና። ቻው